ሃይ ደቂ ነጋውስ ኣዜቤ ከመይ ኣለኹም? ኣነ ብጣዕሚ ፅቡቅ ኣለኹ ንስኻትኩም ፅቡቅ ክትህልው ከዓ በዓልቲ ምሉእ ተስፋ እየ። ሎመዓልቲ ከዓ ሒዘልኩም መፅየ ዘለኹ ከመይ ንዓና ኣተሓሳስባናስ ኣብ መዓልታዊ ናብራና ይኹን ዋላ ኣብ መፃእሲ ከምዝዓግተና ኦኬ ሕጂ እንታይ ኢለ ኣለኹ ኣብዚ ፀላኢና ኣተሓሳስባና እዩ ኦኬ ንሕና ኣተሓሳስባና ድሕን ነጋቲቭ ኮይኑ ርትዓዊ ርትዓዊ ድሕን ደይኮነ ኦኬ እቲ ኣውፅኢቱ ርትዓዊ ኣይከውንን እቲ መዓልትና ላይፍና ትስፋዋትም ኣይንኸውን ሕጂ ኤርትራዊ ኣነ ኤርትራዊ ስለ ዝኾንኩ ደቂ ነጋስ ፈትወኩም እየ ፈትወኩም እየ ፈትወኩም እየ እሞ ኤርትራውያን ብብዙሕ መከራትን ሽግርን ስለ ዝሓለፉ ንብዙሕ ዓመታት ኣብቲ ናይ ስድራ ቤቶም መምህርን ኣብቲ ናይ ተቆልዑትን እቶም ተወለዱ እንታይ ይበሃል ዝተመሓላለፈ ትሮማ ኣሎ ኦኬ ሕጂ ክዛረብ ደልየ ዘለኹ ብዛዕባ ትሮማ ኣይኮነን ብትሮማ ናይ ፓስት ናይ ቅድሚ ሕጂ ዝተሓለፉ ካብ ስድራ ቤቶም ዝፀርዎ ፍትናተቶም ኢንፎርሜሽን ኣሎ ክወለዱ ከለዉ እንደገና ኣብ ምስ ተወለዱካ ዝረኸቦም ነገራት ኣሎ ሕጂ እዚ ኩሉ ናብራ ናይ ዝሓለፈን ናይ ዘሎን እዚ ኮንቲኒዩ ሽግራት ኣብ ምስኦምን ኣብ ኣካባቢኦምን ኣብ ጎረቤቶምን ዝረኽብዎ ኣብ ኣዝማዶም ገለ ዝሰምዕዎ ኣብቲ መዓልታዊ ኣተሓሳስብኦም ርትዓዊ ወይ ፖዘቲቭ ከይከውን ይሕግዝ እዩ ስለዚ ኣተሓሳስባና ንዓና ይጎድኣና ኣብ ርእሲኡ ከዓኒ ንጥዕናና ንቲ መዓልታዊ ናብራና ገለ ዘይኮንስ ወላ ንጥዕናና ከማን ይጎድኣና እዩ ሕጂ ንእሽተይ ከምፅእ ደልየ ኣለኹ ንምንታይ እዩ ኤርትራውያን ጠባይናስ ከምዚ ኮይኑ ዘሎ ኦኬ ኣነ ኩሉ ግዜ ዘገድሰኒ መንእሰያት ኤርትራ ብኤርትራ እዩ ዘገድሰኒ ቦየ ከዓ ክዛረብ ግን ዝሰምዐ ክጥቀመሉ ተደልዩ ዌልካም ፕሊስ ሸር ግበርዎ ብሓንሳብ ክንዓቢ ኦኬ ኣተሓሳስባና ጸላኢና ኣተሓሳስባና እዩ። ሕጂ እዚ ክገልጸልኩም ዝጸናሕኩ ግን ንምንታይ ንእሽተይ ካብቲ ደሎ ናይ ጉድ ናይ ዓድና መን ኣንታይ ኣሎ ንምንታይ ማእታን ሕማቕ ከይስምዓና ንምንታይ ነገራት ይኾኑ ንእሽተይ በታት ዝከኣለኒ መጠን ኣነ ክገልጸ ክፍትን እየ ደቂ ነጋውስ ብሕልፊ ነቶም መንእሰያት ነቶም ብጣዕሚ ንኣሽቱ ገና ብዙሕ ተመክሮ ናይ ህይወት ዘይብልኩም ኦኬ ኣተሓሳስባና ካበይ ይመፅእ? ኣተሓሳስባና ካበይ እዩ ዝመፅእ? ናይ ዝኾነ ሰብ ኣተሓሳስባ ኣብ ሙሉእ ዓለም ዘሎ እዩ እዚ ሕጂ ግን ኣነ ዝግድሰኒ ናይ ኤርትራውያን ስለ ዝኾነ ኣብ ናይ ኤርትራውያን ክንሓስብ ኣለና እሱ ኢና ከዓ ክንሓስብ ኤርትራውያን ስለ ዝኾና ግን ኣብ ሙሉእ ዓለም ኣተሓሳስባኻ ካብቲ ኮንዲሽን ኮንካ ዝዓበኻዮ ካብቲ ዝሓለፍካዮ ኩነታት ካብቲ ዝሓለፍካዮ ከመይ እዩ ኣተሓላልፈኻ መን እንታይ ረኣኻዮ ዝሰማዕካዮ

ኣብ መሬት እቲ ንገብሮ እቲ ዝኾናዮ ኦኬ ብኡ ዝሓለፍናዮ እንታይ ተሞኪርናዮ ኣብዛ መሬት ብኡ ኢና ንሓስብ ምክንያቱ ንዕኡ ስለ እንፈልጥ ስለዚ እቲ ናብራና ድሕን ናይ መከራ ኮይኑ ሚእቲ ካብ ሚእቲ ናይ መከራ ክንሓስብ ኦኬ ዋላ ገለ ነገር ሓድሽ ነገር እንተሓሰብና ኣብ ኤሮጳ ኣብ ኤሜሪካ ዋላ ኣብ ዝኾነ ዓለም ኣፍሪቃ ድዩ ገለ ስፈሕ ኢሉ ኤርትራዊ ኣለዋ ዋላ ምስቲ ዘለዎ ድሕን ገለ ነገር ርዩ እንደገና ኣብቲ ናይ ቀደም እዩ ስሕበት ዘለዎ ከስተማቕሮ ከማነይ እቲ ዘለዎ ጽቡቕ እቲ ሓንጎሉ ክልውጠሉ ዝኽእል ከማንሲ ከስተማቕሮ ክጥምቶ ክእለታት የለን ምክንያቱ ካብቲ ናይ ቀደም ኮንዲሽን ዝኾናዮ ስለ ኦፕሬት ንገብር ስለዚ ሕጂ ሓደ ሓደ ሰባት ድሕን ከምዚ ከምዚ ከምዚ ኮይኖም ንምንታይ ክንፈልጠሎም ክንክእል ኣለና ብብዙሕ ትሮማ ወዙ ትሮማ ወላ ሓደ ነገር ኣይሓለፈን ገለ ድሕን ኢልና ስቲል መመሪ ከማነ ዝወረሶ ካብ ፋሚሊ ክህሉ ይኽእል እዩ ኦኬ ስለዚ እሱ ማለት እዩ ኦኬ መብዛሕትኦም ኤርትራውያን ብውግእ መከራን ዝዓበየ ተስፋ ዝሰኣኑ ዝተወፅዐ ህዝቢ እዩ ስለዚ ኣተሓሳስብኡ ካብኡ እዩ ኦኬ ሕጂ ኤርትራ ጥራሕ ስለ ዘይኮነ ኣብ ሙሉእ ዓለም ኣብ መከራን ሽግርን ውግእን ዘለዋ ህዝቢ እትተሓሳስብኡ ካብኡ እዩ ካብቲ ዝነበሮ ካብቲ ካብኡ ካብኡ ዋላ ወፅዩ ነፍሱ ዋላ እንተደኣ ወፀ ፍላሽ ባክ ዝበሃል ነገር ኣሎ እሱ ኢሉ መፅዩ ብልጭ ኢሉ ድኸይድ ንዓኻ ሽዑታ መዓልትኻ ክስታይ ድገብረልካ ደባላሽወልካ ሕጂ ሓንሳብ ሓንሳብ ብብዝሒ ትሮማቲክ ወይ ከዓ ብብዝሒ ፍላሽ ባክ ብልጭ ብልጭ ዝብል ነገር ሓሳብ እዩ መፅዩ ኣብቲ ቀደም ወሲዱ ኣብኣ ንሓንቲ ሰከንድ ትኹን ኣብኣ ኣብፅሕ ኣቢሉ ምልስ የብለና ሓሳብና ምክንያት ኣለዎ ኦኬ ድሕን ተጠሚኑ ተጠሚቱ ብዝቀለለ ክጠፍእ ይኽእል እዩ ሕጂ እዚ ነቲ ሰብ ከምዚ ኢልካ ኣብኣ ትውዕል እንስቴድ ኣብ ክንዲ እታ መዓልትኻ ትስፉቲን ረብሓ ዘላታ መዓልቲ ክትገብረላ ኣይትኽእልን ኢኻ ሓደ ሓደ ሰባታት ክወፁ ዓለም ፌስ ክገብሩ ዘይክእሉ ሰባት ኣለዉ ብኸምኡታት ዝሓለፉ እዚ ከነስተውዕል ክንክለላ እንታይ ኮይኑ እዩ እዚ እንታይ ኮይኑ እዚ ኖ እንታይ እዩ መፅኡ ብልጭ ኢሉ ዝርብሸም ዘሎ ሕጂ እሱ ድሕን ብልጭ ኢሉ ኣክንዲ ኮንትሮል ንገብሮ ኦኬ ኖ እዚ ሕሉፍ እዩ ንዓይ እዚ ዲክቴት ኣይገብረኒን እዩ ኣክንዲ ምባል ኣብኡ ሽዑዑ ሒዝናዮ ብኡ ንኸይድ ሓንሳብ ሓንሳብ ከዓ ንውለፎ ሕጂ ካብኡ ኣይንወፅእ ኣተሓሳስባና ኦኬ ጸላኢና ሽዑ ምን ንኸውን ኣተሓሳስባና ዳስ ዋይ ጸላኢና ኣተሓሳስባና እዩ ዝበልክዎ ኦኬ እቶም ኣብ ኣብ ውግእ እቶም ኣብ ውሕስ ኣብ ውሕስ ግን ካልኦት ሰባት ኣለዉ በብዓይነት እንዲ ዘሎ ግን እቶም ኣብ ውሕስ ዝዓበዩ ውግእ ሕሰምን ዘይረኸቦም ድማ ካብኡ ይሓስቡ ኦኬ እቶም ኣብ ብጽቡቅ ዝዓበዩ እቲ ሕማቅ ኣይፈልጥዎን እዮም ኣብቲ ናታቶም ቦዲ የለን ሰብ ብኡ ክሓስቡ ኣይክእሉን እዮም ኦኬ ስለዚ በቲ ናታቶም ድዓበዩ እዮም ዝብሉ ሕጂ እቲ መዓልታዊ ድሓስብዎ ከዓ ትስፍው እዩ ዝኸውን እቲ መዓልቶም ተሲኦም ንግሆ ኦኬ ሓድሽ ገጽ ክሰርሑ ናይታ መዓልቲ እዮም ዝብሉ በቲ ናይ ቀደም ኣብ ዝኾነ ዓዲ ዝኾነ ሽግራት ኣሎ እንዶ ዋላ ኣብ ኩሉ ነገር ዘለዎም ኩሉ ግዜ ሽግር ኣሎ ግን ብትሮማ ብሕማቕ ቦታ ክትሓልፍ ከለኻ ግን ይፈላለ እዩ ኮንትሮል ደይብልካ ዋላ ሓንቲ ትገብሮ ዘይክትኽእል ይፈላለ እዩ ካብ ከለካ ኣብ ሓደ ነገር ኣቲኻ መሪፅካ ክትጭነቕ ክትሽገር ከለኻ ይፈላለ እዩ ካብ መውፅኢ ዘይብልካ ዓቕልኻ ፀቢቡካ ክትጭነቕ ከለኻ ኣብ ሕማቕ ቦታ ክትህሉ ከለኻ ስለዚ ንዕዑ ማለት ሰው ካፍቲ ዝነበርናዮ ካብኡ ኢና ንሕና ኦፕሬት ንገብር ደቂ ነጋውስ ኦኬ እሱሱ ስለዚ እሱ ስለ ዝፈልጡ ማለት እዩ እቶም ብሕማቕ ዘይሓለፉ እሳ እዮም ዝፈልጥዋ ዋላ ሓንቲ ካልእ ዝፈልጥዎ ነገር የለን ኦኬ ብጣዕሚ ውሕስ መሬት ክህልወካ ኣብ ዓድኻ ውሕስ ፋሚሊ ይህልወካ ውሕስ ዓዲ ትህልወካ ውሕስ ሃገር ህልወካ ውሕስ ቦታ ይህልወካ ኦኬ ምክንያቱ ካብቲ ፋሚሊታ ገዛ ካብቲ ዓዲ ካብቲ ናትካ ኣውራጃ ካብቲ ናትካ ኤርትራታ ብምሉእ ኩላ ሃገርካ እንዳገፍሐ እንዳገፍሐ ንምሉእ ዓለም ኦፐን ትኸውን ማለት እዩ ማለት ፅፉፍ ሓሳብ ይህልወካ ስጋብ ናይ ዓለም ክትሓስብ ትኽእል እትም ቀዳሞት ናትኩም ኣንሲስተርስ ናይ ዓለም እዮም ዝሓስቡ ምክንያቱ ውሑስ መሬት ውሑስ ኣካባቢ ስለ ዝነበሮም ኦኬ ፅሩይ ሓንጎል ኦኬ ግን ንዓና ኣብኡ ታት ከይንኸይድ ብዙሓት ኣለዉ ተሓጋገዝቲ ነቲ ሃገር ከምኡ ዝገብሮ ንብዙሕ ግዜታት ሕጂ እቲ ትራማ ነዊሒ ድሕን ፈሊጥናዮ ግን ከምዚ ከም ምርኣይ ከም ዓይኒ ከም ምስማዕ ከም እዝኒ ክንወፅእ ንኽእል ኢና ምክንያቱ ንሕና ብምስሊ ፈጣሪ ዝተሰራሕና ብርሃን ስለ ዝኾንና ኦኬ ሰው ንኩሉ መዋፅ ኣለዎ። ናትና ድሌት፣ ናትና ጥምሕቶ፣ ናትና ነገር ናሕና ኣበይ ግን ክንፈልጥ ክንክእል ኣለና። ኣብቲ ቃንዛ ድሕን ንዘናጋዕ ኣብኡ ነጥፍኦ ግዜና ኮይና ኣብኡ ኢና ክንነብር ብኣ ከዓኒ ሜትና ከየፍረና ንኸይድ ኦኬ ኣብኡ ድወል ንግብር ኣብኡ በቃ ትስኢልካ ንጎ ትስኢልካ እዚ እንዲ ተረኺብኒ እዚ እንዲ ረኺብኒ ኣብ ሲና ከምዚ ኮይነ ኣብ ሊብያ ከምዚ ኮይነ ገለ ምርታት ከቢድ እዩ ኬድካ ናፍቶም ፕሮፌሽናልስ ናፍቶም ፕሮፌሽናልስ ኬድካ ኣብኡ ምድርባይ ኣብኡ ግሒፍካዮ ናብራኻ ጓል ትኹን ወዲ ትኹን ሰበይቲ ትኹን ወላ ሰብኣይ ኣብኡ ተጓሒፉ ናብርኡ ክቅፅል ኣለዎ እንተዘይሎ ክልተ ኣመራጭ እዩ ዘለና ኣብቲ ናይ ሕሉፍ ዲና ኣብኡ ክንነብር ብቓንዛ ወይ ከዓ ሓድሽ ገፅ ሓድሽ ህይወት ክንብል ከምዚ ሕጂ ሓድሽ ዓመት ይመጽእ ኣሎ ሓድሽ ኩሉ መዓልቲ ኩሉ ደቂቕ ሓዳሽ እያ ኩሉ ንግሆ ክንትስእ ከለና ሓድሽ ፔጅ እዩ ኦኬ ግን ሲዝን ዝበሃል ኣለዎ ኣውቃት ወቅታታት ኣሎ ምስ ናይ ኩሉ ዓለም ኩሉ ዝ- ሓደ ነገር ዝ- ዝ- ዝተኽለሉ ክፈርየሉ ኦኬ ኣብኡ ክትሕወስ ከለኻ ግን ዝያዳ ተሰማዕነት ኣሎ ንሕና ኤነርጂ ስለ ዝኾነ ሓደ ዓይነት ኤነርጂ ኣብ ሓደ ፎከስ ክገብር ከሎ ስለ ዝፍጠር ኦኬ እዚ ምስጢር እዩ ነይሩ ናይዚ ግዜ ናይ ወዲ ዓመት ብዙሕ ሰባት ገለ ዝገብሩ ብዙሕ ነገር ይገብሩ ምፅያ ኣብኡቱ ምዕራይ ኣብኡቱ ኣብቲ ግዜ እቲ ብዝኾነ ሕጂ ናብ ናህና ክንመልሶ ኢና ንምንታይ ኤርትራውያን ከምዚ ዝኾኑ እዚኣ ከንብባ እየ ኢለያ እየ ሕሰም ስለ ዘሎ ውግእ መከራ ስለ ዘሎ ኣብ ኤርትራ ግን ፅሒፍያ ስለ ዘለኹ ከንብባ እየ ገሊ ኤርትራ ገሊ ኤርትራ ደምፆ እዩ ዝኹሉ ኦኬ ገሊ ኤርትራ ኦኬ ተጠቂሞም ሕጂ እዚ ኩሉ ንኤርትራዊ ዝበሎ እ፣ ሽግር ዝወረዶ ብገል- ብገድሊ ኤርትራ እንድዩ ን- ብገድሊ ኤርትራ ከዓኒ ዝተጠቆሙሉ ሰባት ከዓ ኣለዉ ኦኬ እዞም ሰባት እዚኣቶም ኦኬ ብዙሕ ነገር ገይሮምሉ እዮም እቲ ሰብ እንዳሞተ እንዳሓሰሞ እንዳተሰደደ ከሎ ንሳቶም ከዓኒ ይበንዩ ቢልድ ገብሩ ነይሮም ሂወቶም ከም ብባ እዚያ ገሊ ኤርትራ ተጠቂሞም ቀቲሎም ኣጀን እስኪ ኣጀን ኣድቫንተጅ ድኣ ኣድቫንተጅ ወሲዶም ኦኬ ኣድቫንተጅ ማለት ንሓደ ጠጠው ተብሎ ምሽ ኦኬ ወይ ከዓ ኣድቫንቴጅ ዝበሃልስ ሕጂ ጉያ ክንጎይ ከለካ ኦኬ ነቶም ብዙሕ ዘይጎዩ ንሽተይ ኣድቫንቴጅ ትህቦም ኣብቲ በሉ ብፅሑ ሽዑ ኣነ ኣነ ንፍዕቲ ነይረ ጉያ ኣብቲ ምስ በፅሑ ከይደ ኣልሒገዮም እየ ዝኸይድ ነይረ ስለዚ ኣድቫንቴጅ ማለት ኣድቫንቴጅ ይወስዱ ነቲ ሰብ እንዳተበለ ከሎ ኣድቫንቴጅ ማለት ንሳ ማለት እያ ኣድቫንተጅ ይወስዱ እቲ ሰብ እንዳተወግኤ ዓደይ ይተውረረንላ ህዝበይ ከድሕን እንዳበለ ኩሉ እምርኡን እንትንኡን ኣብ ሙሉእ ዓለም ኣብ ውሽጥን ኣብ ደገን ውሕዳት ሰባት ግን ኣድቫንተጅ ነዚኣ ተጠቂሞም ንዓታቶም ሂወቶም ድመ ድኸውን ይገብሩ ነይሮም ኣብኡ ንዕኦም ዝመስል ሕጊ ሕጊ ኣውፂኦም ክቀትሉን ይቀትሉና ነይሮም እሳቶም ግን ይመሃሩ ነይሮም ተመርዕዮም ወሊዶም ሃፍቲ ገቢቶም ደቆም የዕብዮም ደቂ ደቆም የዕብዮም ኣለዎ ነገር ሃገር ኦኬ ጠፊያ እንዳ ሃገር ጠፊኣ እንዳበሉ እዚ ክገልጾ ክፍትን እየ እዛ ሃገር ትጠፍእ ኣላ እንዳበሉ ንሳቶም ተመርዕዮም ክዳኖም ቀይሮም ወሊዶም ደቆም ምዕብዮም ደቂ ደቆም ምዕብዮም ኣብኡ ኮፍ ኢሎም መሰረት ሰዲዶም ኦኬ ነቲ ነቲ ቀንዲ ወደባት ግን እንዳውፅኡ እዚ ዓብ ትሮማ እዩ ዝፈጥር ኦኬ ነቲ ዝጭነቅ ዘሎ ዝከፍኦ ዘሎ ሰብ ዓብ ትሮማ እዩ እቲ ትሮማ ከዓ እንዳገደደ እንዳገደ እንዳረኣኻዮም ዋይ ንምንታይ ከም ዝኸውን ኣሎ ብብዝሒ ከማነይ ንምንታይ ከምኡ ከዓ ድፈልጥ ሰብ የለን ግን እቲ ናትና ሶል ኣብዘርቭ ይገብሮ ነዚ ቃንዛ ንቃንዛ ይኸውን ምክንያቱ ገለ ነገር ኣሎ በስ ክገልፅዎ ኣይክእሉን ስለዚ እዚ ውግእ ንኤርትራን ነቶም እ፣ ኤርትራውያን ናይ ብሓቂ ው- በዲልዎም እዩ ንደቂ ደቆም ንደቂ ደቆም ንገሊኦም ግን ፅቡቅ ዕድል እዩ ኮይኑ ኣድቫንቴጅ ተጠቂሞምሉ ንማለት እዩ ደቂ ነጋስ ኦኬ ኤርትራውያን ኦኬ ምን ምን ምን ምንፋዕ ብውግእን ጥራሕ ዘይኮነ ብውግእ ጥራሕ ዘይኮኑ ኤርትራውያን ጠፊኦም ኣብ ሊብያ ጠፊኦም ኣብ ኢትዮጵያ ኣብ ሲና እዚ ንስኹም ትፈልጥዎ ኢኹም እዚ ኩሉ ንገዛእ ርእሱ ኦኬ ዓቢ ታራ እዩ ዘለዎ ናብቲ ሰብ ጥዑይ ንኸይሓስብ ተስፋ ንክቆርፅ ወላ ሓንቲ ሂወት የብለይን ወላ ሓንቲ ጥቕሚ የብለይን ኣነ ንምንታይ ንምታይ ዝነብር ኢሎም ንምንባር ዘፀልኦም ነብሶም ዝቐትሉ ሰብ ዝቐትሉ ብዙሕ ነገራት ይኸሎ ንምንታይ ምክንያቱ እቲ ኣተሓሳስባ እቲ ኣተሓሳስባ ካብቲ ዝወዓልካዮ ካብቲ ዝነበርካዮ ካብቲ ዝቐነኻዮ ፅቡቅ ገይሩ ንዓኻ ኣፌክት ስለ ዝገብረካ ብዙሕ ኣብ ብዙሕ ቦታታት ዘይኮነ ትኣቱ ምክንያቱ ኣይግድሸካን እዩ ስለ ዝኾነ ሕጂ ንምንታይ እዚ ኣምፅኤ ዘለኹ ኣተሓሳስባና ብጣዕሚ ኣገዳሲ ኣገዳሲ እዩ ኦኬ እንታይ ንሓስብ ንንዓና ክጥዕመና ኣነ ብኣፈርመሽን ተዛሪበ ነይረ ኩሉ ግዜ እቲ ዘለና ፅቡቅ ዋላ ንእሽተይ ትኹን ንዓ ኣፈርም ክንገብራ ክንክእል ኣለና ክንደጋግማ ክንሃል ኣለና ከነመስግን ክንክእል ኣለና ኦኬ ኣነ ብሂወት ኣለኹ እዚ ዝሓለፍክዎ ትምህርቲ እዩ ብኡ ሓሊፈስ ኣለኹ ኦኬ ብጣዕሚ ጽቡቅ ኣይነበረን ብጣዕሚ ሕማቅ እዩ ግን እንተደይ ሓልፎ ኣይምስፈለጥክዎን ነይረ ስለዚ ነቶም ከምኡ ዝኣመሰሉ ከማኒ ኣነ ምስኦምሲ ኣይረሌት ምስኣቶምሲ መራኸቢ ኣለኒ ክሕግዞም እየ ክንተሓጋገዝ ኣለና ኤርትራውያን ደይኮኑ ኣብ ዝኾነ ዓለም ኣብ ጭንቂ ዘለዉ ከምኡ ዓይነት ሰባት እዮም ዝሕግዙ ብኡ ስለ ዝሓለፉ ስለ ዝርዶም ስለዚ ንዓና መምሃሪና እዩ ብጣዕሚ ሕማቕ እዩ ብጣዕሚ ብጣዕሚ ብጣዕሚ ሕማቕ እዩ ግን መምሃሪና ኢና ዶ ክንብሎ መምሃሪና ቦ ተማሂርና ኣለና ስለዚ እሱ ከመይ ጌርና ካብኡ ንጋላገል እቲ ተሓሳስባና ክቐየር ክኽእል ኣለዎ ኣነባ ርጉም ስለ ዝኾንከ ኣነባ ርግምቲ ኣነባ ከምዚ ስለ ዝኾንከ ከምዚ ከምዚ ኮይነ ካብ ምበር ኖ እዚ ተማሂረሉ ኣለኹ ኢልካ ካብኡ ክትወፅእ ካብ ታሕቲ ትኸይ ክንወፅእ ክንክእል ኣለና ብጣዕሚ ሕማቕ ግዜ ነይሩ ብጣዕሚ ብሕልምኻ ከማን ደስካሕክሕ ብጣዕሚ ሕማቕ እዩ ግን ካብዚ ወፅየ ኣለኹ ሓድሽ ሂወት ክፈጥር እየ ክንብል ኣለና ምክንያቱ ኣተሓሳስባና ዓብ ታራ ስለ ዘለዎ ደቅና ጋስ ኣብ ናህና ናብራ ንዓና ክቕይረና ስለ ዝኽእል ምክንያቱ ድሕን ኣተሓሳስባና ኣጃስት ዘይገበርናዮ ኣብ ሓዘን ኣብ መከራ ኣብ ሓዘን ኣብ መከራ እንደገና ስሕበት ኢና ከዓ ንኸውን ስሕበት ማግኔት ናይ ከምኡታት ኢና ንኸውን ዋላ ተጠወና ተተጠወና ከምኡ ዓይነት ሰባት ንረክብ ከምኡ ዓይነት ኣጋጣሚታት ስለ ዝረኽበና ክንእለ ክንክእል ኣለና ምክንያቱ ኒሕና ፈጣራት ኢና ዝፈጠርና ስሕበት ማግኔት ስለ ዝኾና ኦኬ እዚ ኩሉ ሽግር ዝጠምረካ ሕጂ እዚ ኩሉ ሽግር እዚ ህዝቢ ሓሊፍዎ ኣሎ ኦኬ ኩሉ ደሎ ኣብ ሽግር ዘሎ ኣለዉ እንዶ እቶም ካብ ሽግር ካብቲ ሽግር ሲ ወፂኦም ዘለዉ ነቶም ካብቲ ሽግር ዘሎስ ከመይ ጌርና ኢና ነውፅኦም ኦኬ እቲ ኣተሓሳስባና ቀይርናሲ ርትዓውያን ሰባት ኮይና ርትዓዊ ግብሪ ክንገብር ኣይ ቲንክ ርትዓዊ ባህሊ ቅንዕቲ ቋንቋ ክትኮን ተስፋ ገብር ፅቡቅ ነገር ኣተሓዛዝባና ፖዘቲቭ ኮይኑሲ ፖዘቲቭ ዝኾነ ነገራት ክንገብር ለውጢ ክንለወጥ ኣብ ቃንዛ ዘሎ ሰብ ስጋብ ሕጂ ኤርትራዊ ኣሎ እዚ ክንውድኦ ክንክእል ኣለና ዳርጋ ኣብኡ ይበፂሑ ዘሎ ግን ብዝቐጠፈ ክንውድኦ ድሐን ኮይና ኩሉ ሰብ ኣብ ሓደ ክሓብር ክኽእል ኣሎ ኣብ ሓደ ክመፅእ ክኽእል ኣሎ ፅፈት ኣሐንጎሎ ኣፅፊፉ ተፋቒሩ ትሕትና ገይሩ ተኸባቢሩ ከምቲ ናይ ቀደምና ከምቲ ኣቦታትና ዝነበሮ ብተኸባቢርና ኣብ ሓደ ክንመፅእ ክንክእል ኣለና ኦኬ እዚ ኩሉ ሽግር ዝጠምረና ስለ እዚ ኩሉ ሽግር ዝጠብረና ስኢና ክጠምረና ዝተኣከበ ድማ ይሰብርዎ፣ የዳኽምዎ፣ የፀልምዎ። እዚ ክንጥንቀቕ ክንከላላ እቶም ከማነይ ክእክቡ ኢሎም ዝመፁ ሰባት ኣቲንኪ ክጥንቀቑ ክኽእሉ ኣለዉ ካብ ተግባሮም ካብ ኩሉ ተግባሮም ክቁጠቡ ክጥንቀቑ ክኽእሉ ኣለዉ ንሓፂር ግዜ ዳሕራይ መዓልቲ ስራሕ እዩ ከም ስራሕ ስራሕ ድሕን ትሰርሕ ኣለኻ ኬድካ ክትስዕስዕ ኣይትሓድርን ኢኻ ወይ ከዓ ኣብ ዘይኮነ ክትከይድ ኣይትኽእልን ኢኻ ምክንያቱ ክትደክም ኢኻ ናብቲ ስራሕ ክትከይድ ሕጂ ሓደ ስራሕ ሓደ ሰብ ድሕን ጀሚርዎ ኣይ ቲንክ ወይ ክጅምሮ የብሉ ወይ ከዓ ኮሚትድ ክኸውን ኣለዎ ካብ ኩሉ ካብ ኤ ቱ ዜድ ከመይ ይኽደን ከመይ ይዛረብ ከመይ ምስ ሰብ ኢንትራክት ይገብር እዚ ኢንቨስት ክገብር ክኽእል ኣለዎ ሓደ ሰብ መኣታን ካብዚ እንታይ ይበሃላት ከ ካብዚ ክስታይ ኣብ ርእሲ ዮሓኒ ክጥንቀቕ ክኽእል ኣለዎ ምስ መን ንሰቲ ምስ መን ንበልዕ ምስ መን ንዛረብ ምስ መን እንታይ ከየዳኽምዎ መኣታን ምክንያቱ ድሕን ኣብ ሕማቅ ሓሳባት ኣለካ እቲ ትዛረቦ ኩሉ ግዜ ሕማቅ ስለ ዝኾነ ነቲ ሰብ ከማን ትጸልዎ ስለ ዝኾንካ ሓደ ሰብ እንዳለዓለ ክኸይድ ክኽእል ከሎ ኣብ እንዳለዓለ እንዳለዓለ ክኸይድ ኣለዎ ማእታም ነቶም ትሒቶም ዘለዉ ሓፍ ከብሎም ስለዚ ኤርትራውያን ጠማሪ ይደልዩ ዶ ሃንድረድ ፐርሰንት ግን ይሰኣኑ ድዮም ኣይሰኣኑን እዮም ንምንታይ ደኣ ንደየለዎ ምክንያት ክወፁ ከለዎ ስለ ዘውድቕዎም ዘጉድልዎም ንምንታይ ከምኡ ምክንያቱ ርትዓዊ ስለ ዘይሓስቡ ብርትዓዊ ስለ ሕጂ ብዙሕ ምፅማም ከዓ ንደሊ ብዙሕ ምፅማም ብዙሕ ሸለል ክንብል ብዙሕ ክንርድኦም ክንክእል ኣለና ብዙሕ ኢምፐቲ የድልየና ንዕኦም ማለት እዩ ኦኬ ንክንእከብ ሓሳብ የድልየን ንክንእከብ ሓሳብ ኩሉ ነገር መጀመርታ ወላ ኣብ ባይብል ምሽ መጀመርታ መሬት ጥራያ ነበረት ቃል ኣብ ፀልማት ይዝንብ ነበረ እዚ ቨሪ ቨሪ ቨሪ ሲሪየስ እዩ ቃል ማለት ቶት እዩ እታ ሓሳብ ኦኬ እቲ ሓሳብ ግን ፅቡቅ ሓሳብ ክኸውን ኣለዎ ኦኬ ብጣዕሚ ፅቡቅ ሓሳብ ክኾን ኣለዎ ዋላ እቲ ሓደ ሓሳብ ስብ ክሓስቦ ክኸውን ዘይክእል ይበል ፅቡቅ ድሕን ኮይኑ ኩሉ ሰብ እዩ ዝስዕባ ኦኬ ከንብባ እየ ንክንእከብ ሓሳብ የድሊ እቲ ሓሳብ ንኩሉ ዝጠምር ክኸውን ኣለዎ ሰብ እንታይ ሰብ እንታይ ይደሊ ኦኬ ሕጂ ሰብ እንታይ ይደሊ ብርሃን ሰላም ፍቅሪ ዓዱ ምምላስ ምስቲ ናቱ ህዝቢ ምስቲ ናቱ ኣንሲስተርስ ኮኔክት ክገብር ኩሉ ሰብ እዚኣ ይደሊ እዩ ግን ክኸፍል ከኣለዎ እንታይ እዩ ድኸፍል ኦኬ ምትእኽኻብ ምክብባር ፅኒልካ ምስማዕ እስኻ ከምዚ ካ ትገብር እስኻ ከምዚ ክእለታት ኣለካ ምስኻ ከምዚ ግበሮ ኣነ ከዓ ከምዚ ክገብር እዩ ክንብል ክንክእል ኣለና እንተይ ደሎ ተታሒዝና ክራፕ ሜንታሊቲ እዚ ክራፕ ሜንታሊቲ ዝበሃል ኣነ ሰሪሐ ነይረ እዩ እትም ክራብሲ ኣብ ቦክስ ኮይኖም ዝተሓደ ውፅእ ክብል ከሎስ ተሓደ ክወፅእ ደልዩ ድሃ ስሒቡ ይመልሶ ሕጂ ኩሎም ኣብታ ቦክስ ዋልሓደ ክወፅእ ኣይከኣለን ሰሪሐዮ ነይረ ቀደም ኦኬ ምክንያቱ ንሕና ከዓ ንከምኡ ክንከውን ክንክእል ከምኡ ክንፈልጥ ክንክእል ኣለና ከምኦም ከይንኸውን ማእታ እቲ ሓደ ውፅእ ክብል ክኽእል ከሎ ካሓፍ ከነብሎ ክንክእል ኣለና ብሓቂ ሓፍ ከነብሎ ምሽ እንዳፀየቀ ወይ ከዓ እንዳበለ ዘይኮነ እዚ እቲ ሓቂ ሓቁ እንዳ እንዳ እንዳ ወጠርካ እንዳ ሓተትካ እንዳ መሃርካ ሓፍ ከተብሎ ንሱ ጥራሕ ሓደ ወይ ከዓ ንሳ ጥራሕ ሓንቲ ዘይኮነት ከዓኒ ብዙሓት ሓፍ ክብሉ ክኽእሉ ኣለዎም መኣተን ኩሉ ግዜ ነንሕድሕደን ቸክ ክገባበሩ ኦኬ እሱ እዩ ኣነ ዝመስለኒ ከምኡ እዩ ከዓ እቲ ደድምዕ ኣብ ካልእ ዓለም ዝሰርሕሉ ኦኬ በሊሕ ህዝቢ ድሕና ኣሎ፣ ዝተምሃረ ህዝቢ ድሕና ኣሎ፣ እዚ ኣብዚ የድምዕ ኢሎም እዮም ድሓፅይዎ። ቀደም ከምኡ እዮም ነይሮም። ቆፅሊ ይድርቢ ኢሉ እዚ ወዲ ክስቶ ከምዚ ከምዚ ከምዚ ከምዚ ድገበረ እዚ ጓል ክስቶ ከምዚ ከምዚ ከምዚ ዝገብረ እዚ ክእለታት ኣለዎ ኣብዚ እዚኣ ከተድምዕ ትኽእል እያ ኣብዚ እዚ ምዚ ፅቡቅ ክሰርሕ ኢሎም ማች ገብሮም ዋላ ሓዳር ሓዳር ከግብርዎም ከለዉ ከማኒ ሓደ ውዑይ ሰብኣይ ምስ ሓንቲ ዝሕልቲ እዮም ማች ዝገብርዎ ደይ ኖው እቲ ፋየር እቲ ማይ ሓመድ ኤየር ማይ እቲ ኤሌመንት ናይ ነፍስና ከመይ ተሰርሑ ፈልጥዎ እዮም ፅቡቅ ገይሮም ኦኬ ክንዲ ፍረ ኦኬ እቲ ሓሳብ ዋላ ክንዲ ፍረ ኣድጊ ትኾን እዚኣ ከንብባይ ክንዲ ፍረ ኣድሪ ኣድሪ ኣድሪ ሓሳብ ክህልወካ ኣለዎ ክትእከብ ከተድምዕ እቲ ሓሳብ እቲ ሓሳብ ሰብ ዘሳትፍ ክኸውን ኣለዎ ኦኬ ሓሳብ ክህልወና ከሎ ኦኬ ንዓና ዝምእምእ ንዓና ዝጥዕም ወይ ነታ ገዛና ወይ ነታ ጉርቦና ወይ ነቲ ዓሌትና ወይ ነቲ ሃይማኖትና ክኸውን ኣይግባእን እዩ ድሕን ኤርትራውያን ኮይና ንኩሉ ኤርትራውያን እንታይ ዝደሊ ወዲ ኣውራጃ ዝተፈላለየ ወዲ ሃይማኖት ዝተፈላለየ እንታይ እዩ ዘድልዮ እዚኣ ድበሉና እያ ሕጂ ሰላም ሰላምን ፍቕርን ብሰላም ዓዱ ኣትዩ ድልየቱ ክገብር ናፃ ክገብር ሕጊ ክፈጥር ኩሉ ነገራት ንሰብ ዘውሕሰሉ ኦኬ ካብቲ ቤዚክ ነሰስቲ እዚ ብልዕን ዓራትን መደቀስን ተን ቤዚክ ማለት እዩ ገዛን ሓሊፍካ ሕግታት ኦኬ ዋላ ሓንቲ ክትንከፍ ዘይክእል ድልየቱ ከገብር ድልየቱ ክዛራብ ኣብ ዓዱ ከም ሙሉእ ሰብ ሓቂ ከም ዘለዎ ዋላ ሓደ ሓደ ንሓደ ከብሎ ከፈራርሖ ከም ዘይብሉ ሕጊ ብሕጊ ተኸባቢሩ ሰብ ክኸይድ እዚ ንኩሉ ኤርትራዊ ኣተልዮ ዋት ኤቨር ሃይማኖት ሃለዎ ዋት ኤቨር እንታይ ሕጂ ኣተሓሳስባና ክፀርኽ ክኽእል ኣለዎ ውፅኢቱ ክፀሪ ምክንያቱ ኣተሓሳስባና ድሕን ደይተፀረየ ንሕና ንነብስና ኢና መጀመርታ ንጎድእ ቅድሚ ንዋላ ሓደ ምጉዳእ ንነብስና ኢና ንጎድእ ኦኬ ዝተበገሰ ዝተገበረ ተተገብረ ካብቲ ዝተኣከበ ሰብ ፍቓድ ዘይምውጻእ ኦኬ ፎር ኤግዛምፕል ሰድሕ እንተገይሩ ከዓኒ ካብቲ ዝተኣከበ ዝበልካዮ ካብኡ ክትወፅእ ኣይግባኣን እዩ ክንወፃእ ቀይዲ ክህልወና ቀይድ በተኽ ክንከውን የብልናን እዚ ቨሪ ቨሪ ኢምፖርታንት ምክንያቱ ድሕን ክንስስን ኮይና ክንከባበር ክንክእል ኣለና ምክንያቱ ሶል ዝበሃል ነገር ኣሎ ዋላ ኣነ ድሕን ኣነ ክዛረብ ኣይክእልን ኮይነ ዋላ ወትኤቨር ደካማ ኮይነ ድየ ድኸምቲ ኮይነ ድየ ዋላ ገለ ድሕን ኮይነ ክዛረብ ግን እቲ ናተይ ውሽጠይ ፅቡቅ ኣይስምዐንን ኦኬ ስለዚ ሶል ቱ ሶል ኦኬ ኣብኡ ከማና ነፍሲ ስጋ ብስጋ ሶል ቱ ሶል ከማን ኣሎ ክንጥንቀቅ ክንክእል ኣለና ስለዚ ሓይሊ የብሉን ኢሎም ብዙሕ ነገራት ይገብሩ ግን ፍሱሃት ኣይክኾኑን እዮም ኣይክኾናን እየን ንኩልና ንዚኦም ኣወዳት ጥራሕ ጠዋዕ ኣቢለ እዮም ኦኬ ነስተብህል ኦኬ ከባቢና ከመይ እዮም ዝነብሩ ዘሎ ሕጂ ንኣመት ንሕና ኣብ ኤሮጳ ንቕመጥ ኣለና ከመይ እዩ ሰብ ኣብ ኤሮጳ ዝቕመጥ ኦኬ በብዓይነቱ ሰብ ተኸባቢሩ ይነብር ኦኬ ይፈትውና ድዮም ኣብዚ ዓዲ ክንነብር ካብኣቶም ንላዕሊ ኖ እቶም ደቂ ተዓዲ ኖ እቶም ሪሊ ደቂ ተዓዲ ዝብለ ኩሉ ፃዕዳ ምፃእ እዩ ካልኣይ ውግእ ሳሳይ ካልኣይ ውግእ ዓለም ቀዳማይ ውግእ ዓለም ገለ መለ ድመፅኦም ብዝኾነ ይፈትዉ ድዮም እቶም ፃዕዲና ዝብሉ ደቂ እዚ ዝኾኑ ኣብዚ ጀነር ክልተ ጀነሬሽን ዝተወለዱ ነቶም ሕጂ ዝመፃና ይደልዩና ድዮም ኣይደልዩናን እዮም እንታይ ደኣ ድሕግዞ ድሕዞም ሕጊ ሕጊ ከ ንምንታይ ኦኬ ምክንያቱ ስለ ይደሊና እዮም ምክንያቱ ድሕን ብዙሕ ካብ ወፃኢ ካብ ደገ ምሁሩን ዘይምሁሩን ደይመፀ እቲ ዓዶም ከመይ ጌራራን ክትከውን ሰብ ድሕን ሰብ እኮ ሃፍቲ እዩ ነቲ ዓዲ ኦኬ ግን ኣብ ምንታይ ተብሎ ኣብ ምንታይ ተስርሖ ኣብ ባንኪ ኣብ ሆስፒታል ኣብ ሕጊ ኣብ ላቦራቶሪ ኣብ ድራማ ኣብኡ ዲኻ ተስርሖ ወይ ከዓኒ ኣብ ውግእ ኦኬ ኣብ ኤርትራ ኣብ ውግእ እዮም ዝኣትዉ እቲ ሓደ ጥይት እቲ ሓደ ቦምቢ እቲ ሓደ ፈንጂ እዩ ዝኸውን ኦኬ ናታቶም እሳቶም ከምኡ እቲ ናቶም ፋክትሪ እቲ ናታቶም ሓንጎል ኣብኣ እያ ካልእ ዝፈልጥዎ ነገር የለን ኦኬ እሳ እያ ክእለቶም ክእለቶም እዮም ዝገብሩ ሰብ ንሕና ኣተሓሳስባና ኣዐሪና ተኣኪብና ብክብረት ነቶም ነቶም ኩሎም ከነድሕኖም ኩሎም ክድሕኑ ዘለዎም እዮም ኣብ ኤሮጳ ግን ብዙሕ ነገር እዮም ዝገብሩ ዋላ ካልእ ከይዶም እኮ ውግእ ዝገብርሉ ኣሎ እቲ ብብዝሒ ግን እቲ ሰብ ክዋጋእ ዘይደሊ እቲ ሰብ ሲቪል ኮይኑ ክነብር ዝደሊ ኣፍ ደገ ኣሎ ወታደር ክኾንካ ኣፍ ደገ ኣሎ ሕጂ ንዓናሲ ኣፍ ደገ ክኽፈተልና ኣለዎ ክዋጋእ ዝደሊ ዋጋእ ናይ ውግእ ምሃር ካልእ ስራሕ ክገብር ዝደሊ ከዓ ካልእ ስራሕ ክብል ከዓ እዚ ክወሓሰሉ ክኽእል ኣሎ ከመይ ጌርና ኢና እዚ ነውሕሶ ኮፍ ኢልና ምስ ተዘራረብና ብክብረት ሓንጎልና ኣተሓሳስባና ምስ ተፅረና ደቂ ነጋውስ ፈትወኩም እየ ፈትወኩም እየ ፈትወኩም እየ ደቂ ነጋውስ ኦኬ ኦኬ ነስተብህለሉ ከባቢና ኢለየ እየ ሕጂ ኣብዚ ዓዲ ድሕን ተቐሚጥና ከምዛ ድበልክዋ እያ ክንምሃር ሓንጎልና ከማነይ ከነፅርዮ ንኽእል ኢና እዞም ሰባት እዚኣቶም ከምዚ ገይሮም ዝነብሩ ሲ እሶም ደቂ ትሽዓተ ወርሒ ኣነ ዋል ትሽዓተ ወርሒ እንታይ ይደፈላለ ዘሎ ኣተሓሳስባና ጥራሕ ንምንታይ ኣተሓሳሰ ኣነ ካብ ፅንኩር ቦታ ስለ ዝወፀኹ እዚኣቶም ግን ተኺሎም ፅቡቅ በሊዕም ሰትዮም ኣብ ትምህርቲ ኣትዮም ካብ ትምህርቲ ዩኒቨርሲቲ ከይዶም ስርሖም ኣትዮም ስሙዝ ላይፍ ናይ ሂወት ስሙዝ ኣይከውንን እዩ ግን ብመጠኑ ብዙሕ ሕማቅ ከምቲ እትኦም ካልኦት ኤርትራን ዝረኣዩ ኣይረኣዩን ኦኬ ኤርትራን መብዛሕትና ብውግእ ብመከራን ዝሓለፍና ኢና ኦኬ ስደትን ብዙሕ ነገራት ኦኬ እዚ ነቲ ሰብ መጀመርታ ሓንጎሉ ምፅራይ ካብ ዘየለ ምሕሳብ ኣብ ነብስኻ ምቕራብ ፅቡቕ መሰረት ብምምይያጥ ምስ ንዓኻ ዝመስሉ ሕጂ ምፍጣር ኦኬ ሕጂ ምስ ንዓኻ ዝመስል ሰብ ኦኬ ሓደ ሰብ ሽግር ናይ ሊብያ ዘይፈልጥ እቲ ሽግር ናይ ሊብያ ዘለዎ ክዕሎ ከሎ ክርድኦ ኣይክእልን እዩ ብመጠኑ ንዓኻ ዝመስል ጌርካ መጀመርታ ምስ ንዓኻ ዝመስል ክትማያየጥሉ ክትዘራርቦ ከተፋኸሶ ክትክእል ኣለካ ምክንያቱ ድሕንቲ ዓብይጡ ፅቡቅ ኣይኮነን ፕሮፌሽናልስ ኣለዉ ኣነ ኩሉ ግዜ ከም ዝብለኩም ናብ ፕሮፌሽናልስ ምክያድ ኣብ ዘለኹም ዓዲ ድሕን ኣለኹም ብሕልፊ ኣብ ኤሮጳ ይሰድኹም እዮም ንሕና ተረፒ ካንስሊ ንደሊ ኢና ድሕን ኢልኩም ይሰድኹም እዮም ምስጢር እዩ ወላ ሓንቲ ኣይውፅልኩን እዮም ዶኪመንት ይገብርዎ ይኾኑ እዮም ግን ምስጢር እዩ መብዛሕትኡ ግዜ ካብ ተረፒ ናብ ተረፒ ሲፈላለ እየ ገሊኤን ቀሊለ ንጉሕፎኦ ገሊኤን ዶኪመንት እዩ ገብረኦ ካብኡ ሪሰርች ጌርካ ሃማን ትመሃር እንዲኻ ብዙሕ ነገር እንዲ ዘለዎ ግን ኬድካ ንስኻ ግን ተፋኾሳ ታደላት እስኺ ግን እታ ሽግር ክደላ ኬድኪ ተፋኾስ እያ ተዛሪብኪ ኩለን ጉሑፍ ኣቢልኬን ተመስገን ኢልኪ ሓድሽ ህይወት ትፈጥሪ ንምንታይ ናይ ካልኦት ክፍኣት ግብሪ ኣብ ኣብ ሕቆኻ ሒዝካዮ ትኸይድ ዋላ ኣብ ሕቆኻ ሒዝክዮ ትኸዲ ምጉሓፉ ብዝኾነ ምፍጣር ወፃኢ ኦኬ እንታይ ኣሎ እንታይ እድብ ደለኹ ምምይያጥ ምስ ንዓኻ ዝመስሉ ሰባት ኢለ እዛ ክብላ ዝፀናሕኩ ምፍጣር ሰኪር ዝኾነ ቦታ ውሑስ ቦታ ምፍጣር ውሑስ ቦታ ክፍጠር ክኽእል ኣለዎ ኦኬ ውፅእ እቶ ድማ ፅቡቅ ኣካል ኢልካ ምሕሳብ ኦኬ ውጽኢቱ ድማ ጽቡቕ ኢልካ ምሕሳብ ኩሉ ግን ነገር ክትእከብ ከለኻ ኦይ ተኣኪቦም እንታይ ቁም ነገር ክገብሩ እዮም ኣተሓሳስባኻ ምዕያር ኣሎ ምቅያር ኣሎ እዚ ዝኸዶ ዘለኹ ኣነ ፖዘቲቭ ክገብሮ እየ ኢልካ ድሕን ሓሲብካ ኣነ ርትዓዊ ኦኬ ርትዓዊ ክገብሮ እየ ኢልና ድሕን ሓሲብና ዋላ ኣዋልድ ዋላ ኣወዳ እዚ ኣነ ዝኸዶ ዘለኹ እዚ ኣነ ተኣኪበዮ ዘለኹ ጸጽቡቁ ኣቲ ኣኪበ ርትዓዊ ክጎብሮ እየ ኣነ ሓቂ ኣለኒ ኢልና ክንኣመን ክንክእል ኣለና ንሙሉእ ገዛ ኦኬ ነጋቲቭ ቶት ዘለዎ ደይ ርትዓዊ ኣተሓሳስባ ዘሎ ታሕቲ ባርብሬ ስለ ዝገብር እቲ ሓደ ሰብ ርትዓዊ ኣተሓሳስባ ዘሎ ሓፍ ከብሎ ምኽእል እዩ ስለዚ ኣብዚ ድሕን ሰሪሕና ብጣዕሚ ፅቡቅ እዩ ኦኬ ሓፍ ክንብል ንኽእል ኢና ቀልጢፍና ሓፍ ኢልና ተሳሚዕና ተሳኒና ብፅቡቅ ብፁሩይ ርእሲ ኦኬ ዝያዳ ከማነይ ሓይሊ ክንገብር ንክና እቲ ሓይሊ ከዓ ፖዘቲቭ ስለ ዝኾኑ እቶም ሴላት ክሕጎሱ ሕጉስ ትኸውን ፍሱህ ትኸውን ጥዕናኻ ይበዝሕ ጥዕንና ይበዝሕ ጥዕናኽን ይበዝሕ ደቂ ነጋውስ ከዓ እነዚኦም ኣወዳት ጥራሕ ኮይኑሎም መዓልቲ ኦኬ

ዝሓሰብናዮ የመንጩ ኦኬ ናብራና እቲ ላይፍና እቲ ሂወትና ዝሓሰብናዮ የመንጩ ከምኣ እዩ ዝብል ዘሎ እታ ከምኣ ዝ- እታ ዝበልክዋ እያ ሕጂ እ፣ እሱ ካ ፋክት እዩ እስኹም ከማን ትፈልጡ ኢኹም ድሕን ብሕማቅ ጀሚርኩም ብሕማቅ መዓልትኩም ትውዳእ ድሕን ሓሪቕኩም ጀሚርኩማ ሕርቃን መዓልቲ ሐ- እ፣ ድሕን ተሓጊስክን ጀሚርክንኣ ሓጎስ መዓልቲ ከምኣ ለይኮነትን ስለዚ እቲ መዓልትና ናብ ሰሙንና ናብ ወርሕና ናብ ዓመትና ከነሳጋግሮ ክንክእል ኣለና እዚ ማስት ክንገብሮ ኣለና ይከኣል እዩ ከዓ መብዛሕትኦም ሰባት ኣለዉ ከምኡ ዝነብሩ ኩሉ ፅቦ ፅቦ ፅቦ ፅቦ ፅቦ ዝነብሩ ኣለዉ ኦፍኮርስ ሞት መርዓ ሕየት ፓራፓራ እዚ ኩሉ ኣሎ ኣክሰፕትድ ኦኬ ግን ካልእ ስሙዚ ከምኡ ዘይንነብረሉ ምክንያት የለን ንሕና ክንፈጥሮ ክንክእል ኣለና ኣተሓሳስባና ድሕን ፀር እዩ ኦኬ ሓጎስና ወፅኢት ኣተሓሳስባና እዩ ኣተሓሳስባና ክጥዒ ኣብ ጥዑይ ንውዓል ኦኬ ሓጎስና ንሕና ምሕጓስ ናትና ፍስሃ ኣብ ውፅኢት ኣተሓሳስባና እዩ ኣተሓሳስባና ክጥዒ ክጥዒ ኣብ ጥዑይ ንውዓል ኦኬ ኣብ ጥዑይ ክንውዕል ኣለና ዝኾነ ነገር ሕማቕ ዝበሃል ካባና ከነርሕኦ ክንክእል ኣለና ዝኾነ ሓሳብ ክመፅእ ከሎ ትራፊክ ላይት ክንገብረሉ ክንክእል ኣለና ኦኬ ነጋቲቭ ሓሳብ ድሕን መፅኡ ሬድ ጠጦ እዚ ሓሳብ ንዓይ ኣየልየንን እዩ ናይ ቀደም እዩ ኣየድልየንን እዩ ሙቭ ካብኡ ክትልግሱ ክትክእሉ ኣለኩም እዚ መስል ደቂ ነጋውስ ኣተሓሳስባና ከመይ ነፅርዮ መኣታን ውሑስ ጉርቦ ውሑስ ኣካላት ውሕስ ህዝቢ ክንፈጥር ንማለት እዩ ፈትወኩም እየ ፈትወኩም እየ ፈትወኩም እየ ኣዜ ብዕብዮ ቻው